ከስፋሕፍሕ ዝገበሩ ትስዓቱ ቅዱሳን፣ ትሽዓተ ቅዱሳን ካብ ማእከላይ ንእሽቶይ ኤሽያ፣ Asia Minor፣ ዝመጹ ትሽዓተ ቅዱሳን ነይሮምና። እዚኦም ንክርስትና ኣብ ምድረ ኣግኣዚት ከስፋሕፍሕ ካብ ዝገበሩ ዓቢ ታራ ካብ ዝተጻወቱ ኣቦታት እዮም። ኣርባዕተ ሚእቲ ሰማንያን ዓመተ ምህረት ብዳግማዊ ኣሊኣሜዳ ዘመን ዘመነ መንግስት እዚ ማለት ኣቦሓጎኡ ንሃጸይ ካሌብ ኣርባዕተ ሚእትን ሰማንያን ዓመተ ምህረት እዮም ናብ ምድረ ኣግኣዚት መጺኦም። ከይነውሓና ሕጽር ብምባል ኣቦታት ኣስተዋጽኦ ኣብ ምድሪ ኣግኣዚት ኣብ ኤርትራ ኣብ ናይ ሎሚ ኤርትራ ኣብ ናይ ትማሊ ባሕረ ነገስታት ምድረ ባሕሪ ባሕሪ ሓበሻ ወይ ከኣ ሳባ እትበሃልን ከምኡ ውን ኣብ ኢትዮጵያን ዝገበርዎ ኣስተዋጽኦ ብሕጽር ዝበለ ክንገልጾ ከለና ብሰለስተ ነገር ክንገልጾ ንኽእል ኢና እዚ ማለት ነይ ቅዱሳን መጽሓፍቲ ትርጉም ቅዱሳን መጻሕፍት ካብ ዝተፈላለየ ቋንቋታት ብፍላይ ካብ ግሪክ፣ ካብ እብራይስጥ፣ ካብ ስርያን ቋንቋ ናብ ትግርኝ ናብ ግእዝ ተተርጒሞም ብልክዕ ኣብቲ ጊዘ እቲ ብሄራዊ ዝኾነ ቋንቋ ግእዝ ነይሩ ናብ ግእዝ ክትርጎም ዝገበሩ ኣቦታት እዮም። ዝተፈላለዩ መጻሕፍታት ኣብ ናይ ጥንታዊ ቤተ ክርስትያንና ኣብ እስክንድርያ ዝነበሩ፣ ኣብ ቍስጥንጥንያ ዝነበሩ፣ ኣብ ፍልስጤም ዝነበሩ፣ ኣብ ሶርያ ዝነበረ መጻሕፍታት ናብ ግእዝ ክትርጉምልና ክኢሎም ኢዮም። ካልኣይ፣ ናይ ምንኩስና ህይወት ስርዓት ከኣ ከም ዝስፋሕፋሕ ገይሮም። እዚ ማለት ትስዓቱ ቅዱሳን ኩሎም ትሽዓቲኦም መነኮሳት ኢዮም ነይሮም። ምንኩስንኦም ከኣ ካብ ግብጺ ኢዮም ኣምጺኦሞ፣ ብስርዓተ ጳኩሚስ ልክዕ ምስ በዓል ናይ ኣቡነ እንጦንዮስ ወይ ከኣ ስርዓተ ጳኩሚስ ተባሂሉ ዝግለጽ ናይ ግብጻውያን ናይ እስክንድርያ ስርዓት ምንኩስና ካብኡ ተቐቢሎም መጺኦም ናይ ምንኩስና፣ Monasticism፣ ኣብ ምድረ ኣጋእዚት ከስፋሕፍሑ ዝገበሩ ቅዱሳን ኣቦታት እዮም። ሳልሳይ ናቶም ኣስተዋጽኦ ናይ ክርስትና ሃይማኖት ከስፋሕፍሑ ገይሮም ብስብከት ማለት እዩ። ኣብ ምድረ ኣጋዚ እዚ በዓል ማርሳ ተኽላይ፣ በዓል ዴሴት ዳህላክ በዓል ዴሴት ኖራ ናይ ኣዶሊስ ንበዓል ገላዕሎ ብምሉኡ ናይ ጋሽ ባርካ ኣብያተ ክርስትያናት ከም ዝነበሩ እዮም ናይ ታሪክ ተማራመርቲ ዝገልጹልና እዚ ማለት ትስዓቱ ቅዱሳን ናይ ክርስቶስ ኣምላክነትን ናይ ኦርቶዶክስ ብስራትን ኣብ ምድሪ ኣግኣዚት ኣዝዩ ከም ዝስፋሕፋሕ ካብ ዝገበሩ ቅዱሳን ኣቦታት እዮም በረከቶም ምስ ኩላትና ይኹን። ብድሕሪ እዚ ንሪኦ ትስዓቱ ቅዱሳን ኣብ ሓሙሻይ ክፍለ ዘመን ስለ ዝነበሩ ድሕሪ ሓሙሻይ ክፍለ ዘመን እውን ንናይ ምድረ ኣግኣዚት ቤተክርስትያን ወይ ኦርቶዶክስ ቤተክርስትያን ብዜማ ብመሰረት እምነት ብዶግማ ብነገረ ክርስቶስ ብነገረ ስላሴ ብስርዓተ ኣምልኾ ኣዝዩ ንዚ ሎማዓንቲ ቤተ ክርስትያንና ዘላቶ ቅርጺ ክትሕዝ ዝገበረ ተወላዲ ናይ ኣክሱም ዝኾነ ናይ ምድረ ኣግኣዚት ኮኾብ ዘማራይ ናይ ስነ መለኮት ሊቅ ቅዱስ ኣቦ ቅዱስ ያሬድ እዩ። ቅዱስ ያሬድ መቸም ኣብ ቤተ ክርስትያንና ዘሎ ውዕለት ነዚ ሎማዓንቲ ማህሌት፣ ዋዜማ፣ ዝማሬ፣ መዋሥዕት፣ ኣብ ቤተክርስቲያንና እንገብሮ ኣገልግሎት ብምሉኡ ክህሉ ዝገበረ ቅዱስ ያሬድ እዩ። ቅዱስ ያሬድ ኣብ መጀመርታ ናይ ሻዱሻይ ክፍለ ዘመን እዚ ማለት ብ ሓሙሽተ ሚእትን ሓሙሽተን ዓመተ ምህረት ኣከባቢ ኣብ ምድሪ ኣክሱም ዝተወልደ ቅዱስ ኣቦ እዩ። ናይ ቅዱስ ያሬድ ኣበርክቶ ብሕጽር ዝበለ ኣብ ቅድስቲ ቤተ ክርስቲያንና ክንሪኦ ከለና ሓሙሽተ ጸዋትወ ዜማ ኣበርኪትልና ንዛ ቅድስቲ ቤተ ክርስቲያን ኣበርኪቱላ ቅዱስ ያሬድ ማህሌታይ ከምኡ ውን ናይ ስነ መለኮት ሊቅ እቶም ሓሙሽተ መጻሕፍታት ንምግላጽ ዝኣክል ድጓ ኣለና ጾመ ድጓ ኣሎ ዝማሬ መዋስት ከምኡ ውን ምዕራፍ ኣለና። እዚኦም ሓሙሽተ ትሕዝቶ ጽሕፈት ወይ ከኣ ድርሰት ጥራሕ ኣይኮነን። ናይ ቅዱስ ያሬድ ካብቶም ካልእ ኣቦታት ኣብ ሓሙሻይ ክፍለ ዘመን ዝነበሩ ኣቦታት ፍልይ ዘብሎ ጽሕፈት ጥራሕ ወይ ከኣ ድርሰት ጥራሕ ኣይኮነን ገዲፍልና። ነቲ ድርሰት ብዜማ ካብ መጀመርታ ክሳብ መወዳእታ ድጓ፣ ጾመ ድጓ፣ ዝማሬ፣ መዋስእት፣ ምእራፉ ብምሉኡ ብዜማ ዘዜመ ኣቦ እዩ። ብዜማ ጥራሕ ግን ኣይኮነን፣ ዜምኡ ንገዛእ ርእሱ ብሰለስቲኡ፣ ግእዝ፣ እዝል፣ ኣራራይ፣ ምስ ናይ ወቕቱ፣ በቶም ኣርባዕተ ወቕትታት፣ ጽሒፍልና ማለት'ዩ። ስለዚ ናይ ቅዱስ ያሬድ ፍልይ ዘብሎ ድርሰት ጥራሕ ዘይኮነ ዜማ፣ ዜማ ጥራሕ ዘይኮነ ዜማታቱ ከኣ ምስናይ ምልክቱ፣ ሸሞንተ ምልክታት፣ ዘለዎ መጽሓፍታት ገዲፍልናን ንቤተክርስትያንና ኣበርኪትልናን ክሳብ ሕጂ ከኣ ቤተክርስትያንና ብናይ ቅዱስ ያሬድ ኣብ ሊቶርጂ ናትና ኣብ ስርዓተ ኣምልኾ ኣዝዩ ጸላዊ ዝኾነ ኣቦ ቁዱስ ያሬድ እዩ ከምኡ ውን ኣባ ጆርጊ ዘጋስጫ ከኣ ብናይ ሰኣታት ሰኣታት ዝደረሱልና ኣባ ጆርጊ ዘጋስጫ ኣብ ዓሰርተ ሰለስተ ክፍለ ዘመን ዝነብሩ ዝነበሩ ኣቦታት እዮም ብድሕሪ እዚ ኣብ ሓሙሻይ ክፍለ ዘመን ቤተ ክርስቲያንና ኣዝያ ዝዓንበበትሉ ወርቃዊ ዘመን ናይ ቤተ ክርስቲያን ናይ ምድሪ ኣጋዚት ቤተ ክርስቲያን ናይ ሎማዓንቲ ኤርትራን ኢትዮጵያን ኦርቶዶክስ ቤተ ክርስቲያን ኣሓት ቤተ ክርስቲያን ወርቃማ ወይ ከኣ ወርቃዊ ዝኾነ ዘመን ተባሂሉ ክግለጽ ዝከኣለሉ እዩ። ስለምንታይ ቤተ ክርስቲያን ኣዝያ ዘስፋሕፈሐትሉ ህዝቢ ካብ ኣምልኾ ጣኦት ናብ ክርስትና ዝወሓዝሉ መጽሓፍታት ኣዝዮም ዝተደረሱሉ ጊዜያት፣ ስርዓተ ኣምልኾ ናይ ቤተ ክርስቲያንና ተሃኒጹ፣ እዚ ሎማዓንቲ ዘላቶ ቁመናን ቅርጽን ቤተ ክርስቲያንና ኣብ ስርዓተ ኣምልኾኣ ካብ ማህሌታ፣ ሰኣታታ፣ ቅዳሴታት ብምሉኡ ክቆውም ዝጀመረሉ ጊዜ ስለ ዝኾነ ብጣዕሚ ወርቃዊ ዝኾነ ዘመን ናይ ቤተ ክርስቲያንና ኢልና ዝግለጽ እዚ እዩ። ድሕሪ ሻውዓይ ክፍለ ዘመን ግን ሓደ ዝኾነ ክስተት ተፈጢሩ ማለት እዩ። ብፍላይ ናይ ዓረብ ኢምፓየር፣ ናይ ዓረብ ዓረባዊ ዝኾነ ግዝኣት፣ ብቀይሕ ባሕሪ ኣቢሉ ናብ ምድሪ ኣግኣዚት ከስፋሕፍሕ ካብ ዝጀመረሉ ጊዘ ግን፣ ክርስትና ኣዝዩ እንዳተዳኸመ ዝመጸሉ ጊዘ እቲ ጊዘ እቲ ነይሩ፣ ካብ ሻውዓይ ክፍለ ዘመን ንደሓር ዘሎ ማለት እዩ። ብፍላይ ብናይ። ብሰሜን ኣከባቢ ናብዝን ዘሎ ብናይ ዮዲት ጉዲት ወይ ከኣ ዮዲት እሳቶ ተባሂላ እትግለጽ ኣብ ታሽዓይ ክፍለ ዘመን ንኣርብዓ ዓመት ዝኣክል ቤተ ክርስቲያን ኣዚያ ዝተሰደተትሉ ጊዜ እዩ ነይሩ። ናብ ሰሜን ክፋል ኣከባቢ ዘሎ ማለት በዓል ጋሽ ባርካ ወይ ከኣ ናይ ትማሊ መረብ ምላሽ ባሕረ ነጋሽ ምድረ ባሕሪ ኣዚያ ዝተጸለወትሉ ብናይ ኢስላሚክ ኤክስፓንሽን እዩ። ዓረባዊ ዝኾነ ኢምፓየር ከምቲ ንሳ ጂኦፖለቲክስ ናታ ኣቀማምጣ ናይ ኤርትራ ኣዝዩ ጸላዊ ካብ ምዃኑ ዝኾነ ንኖርዝ ኣፍሪቃ ኮነ ወይ ከኣ ን ንሳውዝ ኣፍሪቃ ከባቢ ንምግዛእ ምቹእ ዝኾነ ቦታ ኤርትራ ኔሩ ኤርትራ ከይረገጽካ ንምኻድ ኣዝዩ ከቢድ ስለ ዝነበረ፣ ዝመጸ ንጉስ፣ ዝመጸ ስነ ሓሳብ፣ ዝመጸ ስነ ሓሳብ ን ኣብ ኤርትራ ዝነበረት ቤተ ክርስትያን ብቐጥታ እዩ ዝጸልዋ ነይሩ። ስለዚ ናይ ሃገረ ኤርትራ ታሪኽ ክንርኢ ከለና ጎድኑ ጎድኑ ከኣ ናይ ቤተ ክርስትያና ታሪኽ ከኣ ክንዕዘብን ክንምርምርን ከኣ ክንክእል ኣለና። ናይ ኢስላሚክ ኤክስፓንሽን ኣብ ናይ ኤርትራ ኦርቶዶክስ ቤተ ክርስትያን እንታይ ዓይነት ጽልዋታት ኣቐሚጡ ወይ ከኣ ስምብራታት ገዲፉ ኢልካ ምጽናዕ ኣገዳሲ እዩ። ብድሕሪ እዚ እውን ናይ በዓል ኦቶማን ኤምፓየር፣ ናይ በዓል ፖርቱጋል፣ ናይ በዓል ጣልያን፣ ናይ በዓል ኢንግሊዝ እዚ ኩሉ ግዝኣታት ኣብ ልዕሊ ኦርቶዶክስ ኤርትራ ኦርቶዶክስ ቤተ ክርስትያን እንታይ ዓይነት ጽልዋታት ገዲፉልና ምጽናዕ ናባና ናብቶም ሓደሽቲ ወለዶ ናይ ኦርቶዶክስ እዩ ዝኸውን። ስለዚ ብመንጽር እቲ ናይ ኤርትራ ታሪክ ክንርኢ ከለና ናይ ቤተ ክርስትያና ታሪክ ከ? እንታይ ሰለባ ገዲፉ እንታይ ስምብራቲ ገዲፉ ከዲልካ ምጽናዕ ናትና ግደ እዩ ክኸውን ማለት እዩ። ከምዚ ኢሉ እንዳቀጸለን ውን ከሎ ኣብ ዓሰርተ ሓሙሽተ ክፍለ ዘመን ውን ኩላትና ከም ንፈልጦ ዓቢ ፐርስኩሽን ወይ ከኣ ስደት ናይ ቤተክርስትያን ከም እንደገና ዝተላዓለሉ ግዜያት እዩ። ዝያዳ ብ መሓመድ ግራይ ግዜ ማለት እዩ እዚ ብ ዓሰርተ ሓሙሽተ ክፍለ ዘመን ዝተፈጸመ እዩ። ከምዚ እንዳበለ ክኸይድ እንከሎ ሕጽር ብዝበለ ኣብ መደምደምታ ናይ ኢትዮጵያ ኦርቶዶክስ ቤተክርስትያን ዝመጽኡ ዝነበሩ ጳጳሳት ኩሎም ካብ ድሕሪ ኣቡነ ሰላማ ከሳቴ ብርሃን ኩሎም ጳጳሳት ካበይ እዮም ዝመጹ ነይሮም ካብ ግብጺ እዮም ዝመጹ ነይሮም ንኣስታት ሽሕን ሽዱሽተ ሚእትን ዓመት ካብ ግብጺ እዮም ዝመጹ ነይሮም ንመጀመርታ ግዜ ኢትዮጵያ ናይ ገዛእ ርእሳ ፓትርያርክ ክህልዋ ዝተገብረ ኣብ ሽሕን ትሽዓተ ሚእትን ሓምሳን ትሽዓተ እዩ። ናይ መጀመርታ ናይ ኢትዮጵያ ፓትርያርካ ኣቡነ ባስልዮስ ተባሂሎም ይግለጹ። ብድሕርዚ ኣብ ሽሕን ትሽዓተ ሚእትን ቴስዓን ሓደን ኣብ ኢትዮጵያ እውን ክልተ ፓትርያርክ እዮም ተፈጢሮም። እዚ ማለት ኣብ መንጎ ኣቡነ መርቆሬዎስን ከምኡ እውን ኣብ መንጎ ኣቡነ ጳውሎስ ማለት መጀመርያ ኣቡነ መርቆሬዎስ እዮም ነይሮም ብድሕሪኡ ከዓ ኣቡነ ጳውሎስ ተሸይሞም። ስለዚ ኤርትራ ጥራሕ ኣይኮነትን ክልተ ፓትርያርክ ብከምዚ ዓይነት ኣካይዳ ከይዳ።

ኤርትራ ኦርቶዶክስ ቤተክርስትያን እያ። ስለዚ ተመሳሳሊ ታሪኽ ምስ ናይ ኢትዮጵያ ኦርቶዶክስ ቤተክርስትያን እዩ ዘለዋ። ቁሩብ ፍልይ ፍልይ ዝበሉ ነገራት ጥራሕ ክገልጽ ክፍትን እየ። እዚ ማለት ካብ ሻውዓይ ክፍለ ዘመን ክሳብ ዓሰርተ ክልተ ክፍለ ዘመን ኣብ ኤርትራ ዝተፈላለዩ ናይ ኢስላም ወይ ናይ ዓረብ ኢምፓየር ዘስፋሕፍሕሉ ግዜ እዩ። ብፍላይ ካብ ሸውዓተ ሚእትን ሓምሳን ዓመተ ምህረት ኣትሒዝካ ዘሎ ኣብ ኤርትራ ብዙሓት ናይ ዓረብ ኢምፓየር ዝነበሩ ግዜ እዩ። እዚ ዝገልጾ ዘለኹ ንምንታይ እንተኢልና ኣብ ልዕሊ ቤተክርስትያን ናይ ኤርትራን ኣብ ልዕሊ ገዳማውነት ዝነበረ ቅርስታትን ዓቢ ዝኾነ ዲስትራክሽን ዓቢ ዝኾነ ዕንወትን ስለ ዘጋጠመ ብሰንኪ እዚ ማለት እዩ። እዚ ማለት ካብ ትሽዓተ ሚእትን ትሽዓተን ጀሚርና ክሳብ ሓደ ሽሕን ሚእትን ሰብዓን ሓደን ዓመት ዘሎ ናይ ፋጡማ ዳይነስቲ እሽማዒላውያን ዝባሃሉ ናይ ዓረብ ኢምፓየር ወይ ከኣ ናይ ዓረብ ዳይነስቲ ናይ ፋጡማ ዓረብ ዳይነስቲ ኣብ ኤርትራ ከም ዝመጸ እዩ ዝግለጽ። ብድሕሪ እዚ ካብ ሓደ ሽሕን ሚእትን ሰብዓን ሓደን ዓመተ ምህረት ክሳብ ሓደ ሽሕን ክልተ ሚእትን ሓምሳን ከኣ እዚ ኣህባውያን ዳይነስቲ ዝባሃሉ ኣህባውያን ዳይነስቲ ዝበሃል ወይ ከኣ ግዝኣት ናብ ኤርትራ ከም ዝመጸ ይግለጽ። ብድሕሪዚ ካብ ሓደ ሽሕን ክልተ ሚእትን ሓምሳን ክሳብ ሓደ ሽሕን ሓሙሽተ ሚእትን ዓሰርተ ሸውዓተን ከኣ ማምሉካውያን ማምሉካውያን ዝበሃሉ ኩሉ ግዜ ኣብ ኣእሙራ ከነእትዎ ዘለና እዞም ዓይነት ኢምፓየር ናይ ዓረብ ኢምፓየር ኣብ ናይ ኤርትራ ኦርቶዶክስ ቤተ ክርስትያን ወይ ከኣ ኣብ ናይ ጥንታዊ ክርስትና ነይ ኤርትራ እንታይ እንታይ ዓይነት ጽልወት ጽልዋ ገዲፍዎም ምእንቲ ክንዕዘብን ምእንቲ ክንመሃርን ንዝያዳውን ሓዱሽ ወለዶ ዓሚቕ ዝኾነ መጽናዕቲ ስለዚ ምእንቲ ከካይድ እዩ። ብድሕሪ ዓሰርተ ሓሙሽተ ክፍለ ዘመን ኩላትና ከም ንፈልጦ ኣብ ዓሰርተ ሓሙሽተ ዓሰርተ ሸውዓተ ናይ ኦቶማን ኢምፓየር ወይ ከኣ ዑስማናውያን ተባሂሎም ዝግለጹ ግዝኣት ነይሩ እዩ። ናይ ዑስማናውያን ግዝኣት ከኣ ኣብ ልዕሊ ኤርትራ እንታይ ዓይነት በሰላ ኣብ ናይ ብፍላይ ኣብ ናይ ኤርትራ ኦርቶዶክስ ቤተክርስቲያን እንታይ ዓይነት ስምብራት ገዲፉ ከይዱ ኢልካ ምሕሳብ ከኣ ኣገዳሲ እዩ። ብድሕሪ እዚ ዓሰርተ ሽዱሽተ ክፍለ ዘመን ናይ በዓል ፖርቱጋል ምምጻእ ነይሩ እዩ። ብድሕሪ ዓሰርተ ሽዱሽተ ክፍለ ዘመን ኣብ በዓል ዓሰርተ ሸውዓተ ክፍለ ዘመን ከኣ ናይ ጁሳይት ሚሽነሪ ናይ ካቶሊክ ሚሽነሪ እውን ኢየሱሳውያን ኢሎም ንገዛእ ርእሶም ዝገልጹ እውን ዝያዳ ምስፍሕፋሕ ዝጀመረሉ ግዜያት እዩ ነይሩ። ስለዚ ብሓፈሻ ናይ ኤርትራ ታሪኽ እንተደኣ ሪእናዮ ምስ ዓረብ ኢምፓየርን ምስ ባዕዳውያን ገዛእቲ ዝተኣሳሶ ካብ ከም ምዃኑ ቤተ ክርስቲያን እውን ካብቲ ሰለባቲ ናጻ ከም ዘይትኸውን ርዱእ እዩ ማለት እዩ። ስለዚ እዘን ዓይነት ኢምፓየር እዘን ዓይነት ገዛእቲ ኣብ ኤርትራ ኦርቶዶክስ ቤተ ክርስቲያን ዝገደፍኦ ዕንወት ወይ ከኣ ዝገደፍኦ ስምብራት ቀሊል ከም ዘይኮነ ንማንም ሰብ ግልጺ ክኾነሉ ክኽእል ኣለዎ። እቲ ካልእ ዘይገለጽናዮ ምስ ናይ ኢትዮጵያ ኦርቶዶክስ ኣቐዲምና ክንገልጾ ዝጸናሕና ምስ ምምጻእ ናይ ትሽኣተ ቅዱሳን ናይ በዓል ቅዱስ ያሬድ ቅድሚ ትሽኣተ ቅዱሳን ናይ በዓል ኣባ ዮሃኒ ደብረ ሲና ተመሳሳሊ ቅድሚ ትሽኣቱ ቅዱሳን ኣብ ኤርትራ ክርስትና ኣዝዩ ኣስፋሕፊሑ ከምዝነበረ ኣቐዲምና ስለዝገለጽናዮ ማለት እዩ። ኣብ መወዳእታ ኤርትራ ኦርቶዶክስ ቤተ ክርስትያን ካብ ግብጺ ክመጽዋ ከለዉ ጳጳሳት ኣብ ሽሕን ትሽዓተ ሚእትን ተስዓን ሸሞንተን ግን ናይ ገዛእ ርእሳ ፓትርያርክ ክህልዋ ክኢሉ። ናይ መጀመርታ ናይ ኤርትራ ኦርቶዶክስ ቤተ ክርስትያን ፓትርያርክ ኣቡነ ፍሊጶስ እዮም። ብድሕሪኦም ኣቡነ ያኢቆብ ብድሕሪኦም ከኣ ኣቡነ እንጦንዮስ እዮም ማለት እዩ። ካብ ኣቡነ እንጦንዮስ ንደሓር ስቲል ክሳብ ሕጂ እውን ዘለዉ ኣብ ናይ ኤርትራ ኦርቶዶክስ ቤተ ክርስትያን ጸሊም ዝኾነ ታሪኽ ዝተፈጠረሉ ኩላትናን ኣብ ዘመንና ውን ሕጂ ንኹላትና ዘሳቅየና ዘሎን ብሓባር ኮይንና ብሕብረት ብሓደ ልቢ ንክርስቶስ ንኸይነምልኾ ዝፍትነና ዘሎ እዚ ኣብ ኤርትራ ኦርቶዶክስ ቤተ ክርስትያን ኣብ መንጎ ኣብ ኣቦና እንጦንዮስ ዘጋጠመ ኢ-ቆኖናውን ኢ-ኦርቶዶክሳውን ዝኾነ ነገር እዩ ማለት እዩ። ስለዚ ብድሕሪ እዚ ዘሎ ታሪኽ ኩላትና ስለ ንፈልጦ ኣብ ከምዚ ዓይነት ቀውሲ እትርከብ ቤተ ክርስቲያንና እያ። ኣጠቓሊ ከነብሎ ከለና ኣብዚ ግዜ እዚ ናይ ኤርትራ ኦርቶዶክስ ቤተ ክርስቲያን ክሳብ ካብ ክልተ ነጥቢ ሓሙሽተ ክሳብ ሰለስተ ሚልዮን ዝኣኽሉ ምእመናን ከም ዘለዋ ይግለጽ። እዘን ሰለስተ ኣብ ኣፍሪቃ ዝነበራ ክኾና ከለዋ ኣብ ናይ በዓል ኤሽያ እንተ ደኣ ኬድና እታ ራብዐይቲ ነይ ሲርያን ኦርቶዶክስ ቤተ ክርስትያን እያ። ብፍላይ ኤርትራውያን ኣብ ኩሉ ተዘርጊሕና ክሳብ ዘለና ምስተን ኦሬንታል ኣሓት ቤተ ክርስትያን ዝበሃል ንክንላለ ዕድል ረኪብና ክንከውን ንክእል ኢና። ኣብ ኣርመን ዘለና ኣብ ካናዳ ብፍላይ ኣብተን ኩለን ሃገራት ዘለና ምስተን ናይ ኦሬንታል ኦርቶዶክስ ቤተ ክርስትያን ብፍላይ ከኣ መንእሰያት ምስኦም ሕብረት ምግባር መጀመርታ ምስኦም ቅድሚ ሕብረት ምግባርካ ግን ንገዛእ ርእስና ሕብረት ክንገብር ከኣ ይግብኣና እዩ። ስለዚ ምስ በዓል ግብጺ ቤተ ክርስትያን፣ ምስ በዓል ኣርመን ቤተ ክርስትያን፣ ምስ በዓል ኢንድያን ኦርቶዶክስ ቤተ ክርስትያን ዝያዳ ሕብረት ክንገብርን ምስኦም ናትና ትርድሽን፣ ናትና ዶክትረይን፣ ናትና ስርዓተ ኣምልኾ ናቶም ከኣ ስርዓተ ኣምልኾ ክንላለን ሕብረት ክንገብርን ኣገዳሲ እዩ ማለት እዩ። ናይ ስርያ ኦርቶዶክስ ቤተ ክርስትያን ዝተመስረትሉ ብቅዱስ ኣግናጤዎስ ምጡው ለኣንበሳ ከም ምዃን እዩ ዝግለጽ ማለት እዩ። ኣብኡ መብዛሕትኡ ግዜ ዝጥቀምሉ ቋንቋ ናይ ኣረማይክ ቋንቋ እዩ፣ ወይ ከኣ ሲሪክ ናይ ገዛእ ርእሶም እውን ኣለዎም፣ ብኸምዚ ስርዓተ ኣምልኾኦም ኩሉ ይፍጽሙ ማለት እዩ። ካብ ናይ ስርያ ኦርቶዶክስ ቤተ ክርስቲያን ዘበርከተትልና ዓበይቲ ዝኾኑ ሊቃውንት ከም በዓል ቅዱስ ኣግናጤዎስ ዝበልናዮ፣ ቅዱስ ኤፍሬም ሶርያዊ፣ ያእቆብ ዘሱሩግ፣ a Severos of ናይ ኣንጾኪያ ኣል ያኢቆብ of Edessa ን ያኢቆብ ናይ ኤዴሳ ዓበይቲ ዝኾኑ ነይ ቤተ ክርስቲያና ቅዱሳንን ሊቃውንት ኣቦታት ኣበርኪታትልና እያ ማለት እዩ ነይ ሲርያ ኦርቶዶክስ ቤተ ክርስቲያን ኣብዚ ዘመን ክሳብ ክልተ ሚልዮን ዝኣኽሉ ተኸተልቲ ወይ ከኣ ምእመናን ከም ዘለዋ ይግለጽ። ብሕጽር ዝበለ ናይ ስርያ ኦርቶዶክስ ቤተ ክርስትያን ነዚ ክመስል ከሎ ሓንቲ ካብተን ኣሓት ቤተ ክርስትያን እያ። እታ ሓሙሸቲ ናይ ኣርመን ኣፖስትሊክ ቸርች ወይ ከኣ ናይ ኣርመን ሃዋርያዊት ቤተ ክርስትያን እያ። ኣብዚ ክንግዘቦ ዘለና ኩለን እዘን ኣሓት ቤተ ክርስትያን ዝበሃላ ዘለዋ መሰረተን ወይ ከኣ ዝተመስረተኦ ብናይ ሃዋርያት ከም ምዃን እዩ ዝግለጽ። That's why ኣፖስትሊክ ቸርች ከኣ ንብለን ማለት እዩ። ሃዋርያውያን ቤተ ክርስትያናት እየን። ሓንቲ ካብተን ናይ ቤተ ክርስትያና ካራክተሪስቲክስ ሃዋርያ ስለ ዝኾነ ማለት እዩ። ስለዚ ናይ ኣርመን ቤተ ክርስትያን ዝተመሰረትሉ ብሃዋርያ ቅዱስ ታዴዎስን ሃዋርያ ቅዱስ በርቶሊሞዎስን እዩ። ክኸውን ከሎ ዝያዳ ኣርመን ሃገራዊ ዝኾነ ወይ ከዓ ብሄራዊ ዝኾነ ኦርቶዶክስ ዝተቐበለትሉ ግን ብ ሰለስተ ሚእትን ዓሰርተን ዓመተ ምህረት እዩ። እዚ ማለት ንመጀመርታ ግዜ ክርስትያናዊት ሃገር ኦርቶዶክሳዊት ሃገር ዝኾነት ኣርመንያ እዚ ማለት ብ ሰለስተ ሚእትን ዓሰርተን ዓመተ ምህረት ናይ ኤርትራ ኦርቶዶክስ ቤተ ክርስትያን ወይ ከኣ ናይ ምድረ ኣግኣዚት ቤተ ክርስትያን ንመጀመርታ ግዜ ኦርቶዶክስ ኣብ ምድረ ኣግኣዚት ብሄራዊ ዝኾነ ከኣ ብ ሰለስተ ሚእትን ሰላሳን ዓመተ ምህረት እዩ እዚ ማለት ቅድሚ ሮም ናይ ሮም ክርስትና ሃገራዊ ክርስትያን ቅድሚ ክርስትና ቅድሚ ምዃኑ ማለት እዩ። ስለምንታይ ናይ ሮም ሃገራዊ ክርስት ሃገራዊ ክርስትና ዝኾነ ብሰለስተ ሚእትን ሰማንያን ዓመተ ምህረት ስለ ዝኾነ። ስለዚ ናይ ኣርመን ኦርቶዶክስ ቤተ ክርስትያን ዝተመሰረትሉ ብሃዋርያ ቅዱስ ታዴዎስን በርተሎሜዎስን እዩ። ብድሕሪ እዚ እንሪኦ ናይ ኣርመን ቤተ ክርስትያን እውን ተመሳሳሊ ክልተ ዓይነት ክልተ ፓትርያርክም ዘለዋ እቲ ሓደ ኣብ የሩሳሌም ክኸውን ከሎ እቲ ሓደ ከኣ ኣብ ቁስጥንጢንያ ይነብሩ ማለት እዩ። ኣብ ኣርመን ፍልይ ዝበለ ነገር እንሪኦ እንታይ እተይልና ኣዝዩ ኣብ ልዕሊ ኦርቶዶክስ ዝተፈፀመ ጆኖሳይድ ኣርሜንያን ጆኖሳይድ ኢሎም ዝገልፅዎ ኣብ ኣርመን ዝተፈፀመ ህልቂት ጃምላዊ ዝኾነ ህልቂት ካብ ሽሕን ትሽዓተ ሚእትን ዓሰርተ ሓሙሽተን ክሳብ ሽሕን ትሽዓተ ሚእትን ዕስራን ብናይ ትርኪ ዝተፈፀመ ክሳብ ሓደ ነጥቢ ሓሙሽተ ሚልዮን ዝኣኽሉ ኣርመናውያን ዝሃለቑሉ ጊዘ ከምዝነበረ እዩ ዝግለፅ። ኣብዚ ኣዝዩ ጽኑዕ ዝኾነ ዕንወት ኣብ ልዕሊ ቤተክርስትያን ዘጋጠሞ እኳ ተኾነ ድሒሩ ግን ኣዝዩ እንዳ ተስፋሕፈሐ ብፍላይ ድሕሪ ሽሕን ትሽዓተ ሚእትን ስሳታት ኣርመን ቤተክርስትያን እንደገና ሃዋርያዊ ዝኾነ ስብከታታን ሃዋርያዊ ዝኾነ መሰረተ እምነታን መሰላን ተሓልውላ ክትከይድ ዝጀመረትሉ ግዜያት እዩ። ኣብዚ ግዜ እዚ ናይ ኣርመን ሃዋርያዊት ቤተክርስትያን ምእመናን ተኸተልቲ ካብ ሽዱሽተ ክሳብ ሸሞንተ ሚልዮን ምእመናን ከም ዘለዋ ይግለጽ። እታ ሻዱሾይትን ናይ መወዳእታን ማላንካራ ኦርቶዶክስ ሲርያን ቸርች ኦፍ ኢንድያ፣ ናይ ኢንድያ ናይ ማላንካራ ኦርየንታል ኦርቶዶክስ ቤተ ክርስትያን ኢና ክንርኢ። እዛ ቤተ ክርስትያን እዚኣ ዝተመስረተትሉ ብሃዋርያ ቅዱስ ቶማስ ከም ምዃኑ ይግለጽ። ኣብ ኣብ ሓምሳን ክልተን ዓመተ ምህረት ብሃዋርያ ቅዱስ ቶማስ ከም ምዃኑ እዩ ዝግለጽ። ናይ ኢንዲያን ማላንካራ እቲ ታሪኻ ውስብስብ ዝበለ እኳ እተኾነ ቅልል ብዝበለ መንገዲ ንምግላጽ ግን ከምዚ እንዳበለ ብሃዋርያ ቅዱስ ቶማስ ተመስሪታ ኣዝዩ ከስፋሕፍሕ እናሃለወ እንከሎ ኣብ ሽሕን ሓሙሽተ ሚእትን ተስዓን ትሽዓተን ግን ብናይ ሮም ሮም ክልኤ ባህር ስለ ዝኾነ ብናይ ሮም ነገስታት ኣዝዩ ጽልዋ ስለ ዝፈጥረላ ዝነበረ ንገዛእ ርእሳ ንሳ ክልተ ዝተፈለየትሉ ግዜ ነይሩ እንደገና ግን ብ ዓሰርተ ሽዱሽተ ሓምሳን ሰለስተን ዓመተ ምህረት ከኣ ናብቲ ዝነበራ ሓድነት ከም ዝተመለሰት በቲ ብሮማውያንን በቲ ናይ ንስጥሮሳውያን ዝነበረ ጽልዋ ንዕኡ ኩሉ በዲሃ ከኣ እንደገና ከም ዝተመለሰት ናብ ሓድነታ ከም ዝተመለሰት ኣብ ሽሕን ትሽዓተ ሚእትን ዓሰርተ ክልተን ከኣ እታ ቤተክርስትያን እንደገና ከኣ ብ ክልተ ተኸፊላ እዚ ማለት ማላንካላ ኦርቶዶኩስ ቸርችን ማላንካላ ሲርያን ቸርች ኦፍ ኣንቲዮክ ተባሂለን ኣብ ክልተ ተኸፋፊለን ዘለዋ ወላ ናይ ኣርመን ቤተክርስትያን ማለት እዩ ካብዚኤን እታ ኦሬንታል ቤተክርስትያን ግን ማላንካና ኦርቶዶክስ ኦሬንታል ቸርች እያ ካብዘን ክልቲኤን ማለት እዩ። ኣብዚ ግዜ እዚ ክሳብ ክልተ ሚልዮን ዝኣኽሉ ተኸተልቲ ናይ ማላንካራ ኦሬንታል ኦርቶዶክስ ቤተ ክርስትያን ምእመናን ከም ዘለዉ ይግለጽ። እምበኣር እዚኤን እተን ሽዱሽተ ኦሬንታል ኦርቶዶኩስ ኣሓት ቤተ ክርስትያን ዝበሃላ እየን። እሳተን ከኣ

ኮነ ብተዋህዶ ከበረ ዝብል ናይ ቅዱስ ቄሩሎስ ናይ እስክንድርያ ወልድ ዋህድ በተዋህዶ ሂፖስታቲክ ዩኒዮን መሰረተ እምነተን እዩ ማለት እዩ። ስለዚ ናብ ቤተ ክርስቲያንና ቀሪብና ናይ ቤተ ክርስቲያንና ታሪኽ ተገንዚብና ናብ ቤተ ክርስቲያንና ንቕረብ እሞ ንቤተ ክርስቲያንና ንፍለጣ ምስ ፈለጥናያ ነፍቅራ፣ መስ ኣፍቀርናያ ከኣ ክርስትያናዊ ዝኾነ መንፈሳዊ ሕይወት ተጸሚድና ክሳብ ክርስቶስ ዝመጸና ኣብ ቅድስት ኦርቶዶክስ ቤተ ክርስትያንና ጸኒዕና ንኽንነብር ናይ እግዚኣብሔር ኣምላኽ ቅዱስ ፍቓዱ ይኹነልና ወስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ኣሜን።